ሰላም ኣሕዋት ኣብዛ ክላስ እምበኣር ብዛዕባ ናይ ብሓፂር ኣገባብ ኮይኑ ከመይ ጌርና እዞም ኣብ ላዕሊ ዘለዉ ንኣብነት ሴቭ ኣብ ላዕሊ ባይዘ ወይ ሪበን ድብል ኣለና ንዕኦም ከመይ ጌርና ንቕድም ነብሎም ሽዑ ከመይ ጌርና ብሓፂር ኣገባብ ኣክሰን ንገብር ክንዕዘብ ኢና ንኣብነት ሓድሽ ክንውስኽ እንደደሊና ንኣብነት ኣነ እንታይ ጥቀም ሴቭ ፕሪንት ሓድሽ ገጽ እንድሕር ከፍት ደልየ ንዜና ኣለዋኒ ሕጂ ኣነ እንድሕር ደልየ ንሰን ከለዋኒ ኢሜይል ንኣብነት ክውስኸላ ክእል እየ ኢሜይል ወሲኸላ ኣለኹ ንኢሜይል ሕጂ ብሓፂር ኣገባብ ክኣትዋ እንድሕር ደልየ ናብኣ ናብተ ናብቲ ላዕሊ ባይዘወ ኣብዚ ኣብ ቀረባ እውን ክኾነልና ኢና ጌርናዮ እንድሕር ካብኡ ደለ ቀለል እንድሕር ደሊና ከዓኒ ኣልቲ ምሽ ንብል ስኢልና ኣልቲ ፀቒጥና ሱቕ ንብል እምበኣር ከስ ኢሜይል ሕጂ ኣርባዕተ እያ ንሪኣ ደልና እምበኣር ኣር ኣልት ኣርባዕተ እንድሕር ደኣ ገይረ ናብቲ ናይ ኢሜይል ትሰደንላ ማለት እዩ ከምቲ ትሪእዎ ኣለኹም ዳይሬክትሊ ናብቲ ናይ ኢሜይል ንሱ ዘይኮነ ሕጂ እንታይ ከገድሰና ደልዩ ንኩሉ ናብኡ ክነምፅኦ ንኽእል ኢና ንኩሉ ከዓ ናምበር ክንቦ ንኽእል ኢና ንኣብነት ፕሪንት ሕጂ ፕሪንት ንፈልጥ ኢና ኮንትሮል ኮንትሮል ፒ እንድሕር ደኣ ገይረ ተምፅያ ኮንትሮል ፒ እንድሕር ደኣ ገይረ ናብዛ ፕሪንት እያ ተወሰኒ ንፈልጥ ኢና ንሱ ደይኮነ ሕጂ ኣነ ደልየ ደለኹ ንኣብነት ሓዳሽ ገፅ ኮንትሮል ኤን እያ ኮንትሮል ፒ እዚኣ እያ ኮንትሮል ፒ እዛ ናይ ፕሪንት እያ ካልእ ከኣ ንኣብነት ኣብዚ ዝኾነ ነገር ክንውስኽ ንኽእል ኢና ፎርማቲን ፎርማቲን ኩስቲማይዝ ቱ ዘ ሪበን ኣብዚ ሕጂ ናብቲ ናብቲ ናይ ሪበን ክንሰዳ ንኽእል ንደሊ ኣለና ንበል ኩስቲማይዝ ቱ ዘ ሪበን ዝኾነ ነገር ወይ ድማ ካብቲ ካብዚ ዝኾነ ምረፅ እሞ ናብ ወእትዎ ንኣብነት ንሕና እንታይ ክንመርፅ ኢና ፒስት እዛ ኖ ፒስት ኣለዋ ናይ ገዛ ርእሳ ወድማ ካልኩሌተር ካልኩሌተር ናብ ሕጂ ኦኬ ክንብላ ኢና ካልኩሌተር ኣላትና ክንብል ኢና ኣይመፀትን ዘላ ካልኩሌተር መጽያ ክትከውን ተስፋ ይገብር። ሮዶ ስፔሊንግ ኦቶማቲክ ሴቪ ሾው ዘ ቢሎው ዘ ረበን ሞር ኮመንድ ሞር ኮመንድ ካልኩሌተር ኣድ ኣድ ኢልና ኦኬ እንድሕር ዳ ኢልና ካልኩሌተር መጽያና ኣለትኩም ኣብዚ ሕጂ እዚ ናይ ኤክሴል ንሳ ሕጂ እንታይ ምዃና ክንፈልጥ ንኣብነት ኣልት ንገብር ኣልት ሓሙሽተ እንድሕር ኢልና እታ ካልኩሌተር ትመፅእ ማለት እዩ ንኣብነት ኣልት ኢልና ኣለና ኣልት ሓሙሽተ እንድሕር ኢልና ኤፍ ሸዓተ እዚኣ ከዓ ናይ ገዛ ርእሳ ስለ ደለዋ እዩ ማለት እዩ